ዛንታና፣ ሚንዮ እትበሃል መንእሰይ ጓል፣ ኣብ ሕልማ ንኣፍቃሪኣ ክትስዕሞ ከላ እዩ ዝጅምር። ኣብዚ ደስ ዘብል ሕልሚ ግን ሓደ ዘሰንብድ ድምጺ ኣበራበራ። እዚ ጫውጫው እዚ ካብ ናይ ሚንዮ ዋና ገዝኣ እዩ ዝመጸ። እታ ኣብዛ ሰዓት እዚኣ መጺኣ ካብ ድቃሳ ዘበራበረታ ሰበይቲ፣ ከምቲ ልሙድ ወርሓዊ ገዛ ክራይ ስለ ዘይከፈለት፣ ንኽትከፍል ንምንጋር ነበረ። ሚንዮ ንዋና ገዝኣ ዝኽፈል ዋላ ሓደ ገንዘብ ኣብ ኢዳ ስለ ዘይነበራ፣ ነታ ኣካራይታ ብስራሕ ከሓሰታ። ሚንዮ ዝተኣዘዘቶ ብግቡእ ምስ ፈጸመት፣ እታ ኣካራይት ንሎሚ ይቕረ ከም ዝበለትላ ብምግላጽ፣ ንመጻኢ ግን ከም ዘይትገድፋ ኣጠንቀቐታ። ሚንዮ ኣብ ሓደ ካፈ ከም ኣገልጋሊት ኰይና ትሰርሕ ኰይና፣ ካብታ ዝተወለደትላ መዓልቲ ጀሚራ ኣፍቃሪ ሒዛ ኣይትፈልጥን እያ። ዋላ'ኳ ኣፍቃሪ ክትረክብ እንተ ደለየት፣ ከመይ ገይራ ትቃጠብ ግን ኣይትፈልጥን ስለ ዝዀነት፣ ነቲ ናቶም ዓሚል ዝኾነ ካንግጁ ዝተባህለ ሰብ ፍቕሪ እንተሃለዋ'ኳ ፍቕራ ክትገልጽ ግን ሓደ መዓልቲ ደፊራ ኣይትፈልጥን'ያ። ካንግጁ ኩሉ ግዜ ኣብቲ ሚንዮ እትሰርሓሉ ካፈ ምስሑ ዝበልዕ ኰይኑ፣ ሚንዮ መዓልታዊ ክመጽእ ከሎ እንዳተጸበየት ንፍቕራ ትዕግስ። ሎሚ ግን ዝተፈለየ ነገር ስለ ዝተሰመዓ ነዚ ወዲ ዘለዋ ፍቕሪ ክትገልጽ ወሰነት። ድሕሪኡ ናብቲ እትሰርሓሉ ቦታ ዘኒጣ ብምኻድ ካንግጁ ክሳብ ዝመጽእ ተጸበየቶ። ከምቲ ትጽቢታ ካንግጁ ምሳሕ ክበልዕ ምስ መጸ፣ ኒኖ ከተእምኖ ፈተነት። እንታይ ትገብር ከም ዘላ ስለ ዘይፈለጠት ግን ፈሺላ ተረፈት። ልክዕ ከምኣ ሚኖሪ እትባል ሓዳሽ ዝተቐየረት ኣሳሳይት ውን ምስ ካንግጁ ኮሾምሸም ክትብል ፈተነት። ንዓኣ ውን ከይኮነላ ተረፈ። ካንግጁ ምስሑ እናበልዐ እንከሎ ሚንዮ ብደገ መስኮት ኮይና ትጥምቶ እሞ ከምቲ ልሙድ መልክዑ እናድነቐት ዘለዋ ፍቕሪ ከተዕግስ ጀመረት። እዚ ከምዚ ኢሉ እንከሎ ሚንዩ ሃንደበት ዓይና ምስ ጸቐጠትሉ፣ ካንግጁ ግን ንዒቕዋ ወልሓደ መልሲ'ኳ ከይሃበ ሸለል በላ። ኣብታ መዓልቲ'ቲኣ ምሸት ነቲ ዝሓሰበቶ ስለ ዘይኮነላ ሓዘነት'ሞ መስተ ክትሰቲ ጀመረት። እዚ ከምዚ ኢሉ እንከሎ ሚኖሪን ኣፍቃሪኣን ጽቡቕ ፍቕራዊ ግዜ ከሕልፉ ብመስኮት ተዓዘበታ'ሞ ብገዛእ ርእሳ ድማ ዝያዳ ክትሓፍር ጀመረት። ወናኒ ናይቲ ካፈ ስእሊ ናይቲ ዝፈትዎ ኣክተር ሰቐሎ እሞ ሚንሆ ድማ ብናይ ሰኽራም መንፈስ ኮይና ካብ ሕጂ ንኔው ንስኻ ኣፍቃርየይ ኢኻ ኢላ ነታ ካርቱን ናብ ገዝኣ ሒዛታ ከደት። ብድሕሪኡ ምስቲ ካርቱን ድሕሪ ክትስዕስዕ ምጽንሓ ቀጺላ ድማ ነቲ ካርቱን ሒዛ ክትበኪ ጀመረት። ንጽባሒቱ ንግሆ ካብ ድቃሳ ምስ ተበራበረት እቲ ፍሉጥ ተዋሳኣይ ኡንሁ ኣብ ገዝኣ ኮፍ ኢሉ ረኸበቶ። ኡንሁ ካብቲ ስእሊ ወጺኡ ኣብቲ ካርቱን ዘሎ ስእሊ ድማ ጠፊኡ ጻዕዳ ኮይኑ ነበረ። ሚንሆ ድማ ካብ ድቃሳ ምስ ተንሰአት ኡንሁ ቁርሲ ክገብር ረኣየቶ። ኣብዚ ግዜ እዚ ድማ ብስንባደ ጨደረት። ኡንሁ ግን ፈጺሙ ከይሰንበደ ብዛዕባ ጥዕናዊ ኣመጋግባ ክምህራ ጀመረ። ብድሕሪኡ ብኡንብኡ ካብቲ ቦታ ተሰወረ። ሚንዩ ድማ በዚ ሰንቢዳ ንዋና ገዝኣ ብዛዕባ ዘጋጠመ ነገር ነገረታ። እታ ዋና ገዝኣ ምስኪን ስለ ዝነበረት፣ ነቲ ናይቲ ካሸሎ ካሜራ ተንቀሳቓሲ ስእሊ ምስኣ ኮይነን ክዕዘባ ጀመራ። እቲ ዘገርም ግን፣ እቲ ቪድዮ ሰኺራ ዝነበረት ገጽ ሚኒዩ ካርቱን ናይ ኡንሁ ሒዛ ናብ ገዝኣ ክትኣቱ ከላ ጥራይ ዘርኢ'ዩ ዝነበረ። እታ ዋና ገዛ ነዚ ምስ ረኣየት ኣዝያ ተቖጢዓ፣ ሕጂ'ውን ሰኽራንኪ ኣይገደፈክን መስለኒ። ነቲ ጐሓፍ ድማ ደርብይ ኢላ ገዲፋታ ከደት። ብድሕሪኡ ግን ሚንዮ መሊሳ ድንግርግር ክብላ ጀመረ። ንግሆ ካብ ድቃሳ ምስ ተበራበረት፣ ቍርሲ ከም ዘየብሰለት ትዝ ምስ በላ፣ ሓደ ሰብ ምስኣ ከም ዝነበረ ርግጸኛ ኰነት። ብድሕሪኡ መጻወድያ ምስ ኣዳለወት፣ ዕንጨይቲ ሒዛ ተጸበየቶ። እናተጸበየት ከላ ድቃስ ወሰደ እሞ፣ ኡንሁ ናብ ገዝኣ ክኣቱ ከሎ ንዕዘቦ። ሽዑ ሚንዮ ካብ ድቃሳ ምስ ተበራበረት፣ ንውንሁ ምስ ረኸበቶ ብጣዕሚ ሰንበደት። ድሕሪኡ ቀሪባ ምስ ተንከፈቶ ትኽክለኛ ሰብ ምዃኑ ኣረጋገጸት። ከምዚ ኢላ ብስንባደ እናጨደረት ንደገ ወጸት። ጸኒሑ ኣብ ስራሕ ከላ ሓላፊኣ ናብ ሚንዩ መጺኡ ስእሊ ናይቲ ዝፈትዎ ተዋሳኣይ መን ከም ዝወሰዶ ሓተታ። እዚ ከምዚ ኢሉ እንከሎ ሚንዮ ኡይንሁ ምስ ዓማዊላ ኮይኑ ቀሲኑ ከሎ ተዓዘበቶ። ንሳ ግን ትሓልም ስለ ዝነበረት ንሳ ጥራይ እያ ትሪኦ ነይራ። ድሒሩ ንሓደ ዓሚል መግቢ ኣቕሪባ ክትምለስ ከላ፣ ምስ ኢንሁ ተጋጨወት። ሽዑ ምሸት ሚንዮ በቲ ዘጋጥማ ዘሎ ነገር ፈሪሓ ክትጽሊ ጀመረት። ጸሎታ ጌራ ድማ ግልብጥ ምስ በለት ኢንሁ መግቢ ከብስል ረኣየቶ። ዝተፈተኹም ቤተሰብና ጽቡቕን ምሩጽን ዝኾነ ናይ ፊልም ትረኻ ክትረኽቡ ምስ እትደልዩ ቻነልና ሳብስክራይብ፣ ንንለቆም ቪድዮታት ድማ ላይክ ብምግባር ኣበረታትዑና። ኣብዚ እዋን እዚ ነቲ ሕልሚ ቀትሪ ደው ከተብሎ ብምሕሳብ ነቲ ካርቱን ክትቀዶ ወሰነት። ኢንሁ ድማ ነዚ ከይትገብር ለመና። ምኽንያቱ ነቲ ካርቱን ተቐዲዳቶ ክጠፍእ ስለ ዝኽእል። ድሒሩ ንናይ ዓይኒ ኣፍቃሪኣ ከመይ ጌርካ ከም እትቀርቦ ከም ዝምህራ ቃል ኣተወላ። ሚንሆ ድማ ነዚ ምስ ሰምዐት ተሰማሚዓ ሓሳባ ቀየረት። ንጽባሒቱ ናብ ሓደ መናፈሻ ከዱ እሞ ኢንሁ ንሓደ ወዲ ብቐሊሉ ንምስሓብ እንታይ ክትገብርን ክትብሎን ከም ዘለዋ መሃራ። ሚንዩ ድማ ዝመኸራ ምኽሪ ወሲዳ ናብ ስራሕ ምስ ኣተወት ናብ ተግባር ኣብዓለቶ። እቲ ዝገበረቶ ነገር ሰሪሕላ እተፍቅሮ ወዲ ኣስተብሂሉላ ጽብቕቲ ጓል ንዒ ኢሉ ክጽውዓ ጀመረ። ድሒሩ ናብ ገዝኣ ምስ ኣተወት ምስ ኣፍቃሪኣ እተሕልፎ ፍቕራዊ ግዜ ክትስእሎ ጀመረት። ኣብዚ ግዜ እዚ ኢንሁ ኣዝዩ ተቖጢዑ ንድራር እንታይ ትደሊ ኢሉ ሓተታ። ምስማዕ ምስ ኣበየቶ ኢንሁ ናብ ክሽነ ኣትዩ ምግቢ ምስራሕ ጀመረ። ነቲ መግቢ ድሕሪ ምስራሕ ኣብ መኣዲ ቀረቦ። ሚንዩ ድማ ካብቲ ሕልሚ ቐትሪ ብናይ መግቢ ጥዑም መኣዛ ተበራቢራ ብኡ ንብኡ ክትበልዕ ጀመረት። ድራሮም እናበልዑ እንከለዉ ንካንግጁ ከመይ ገይሮም ከም ዝሕዝዎን ውጥን ከውጽኡ ጀመሩ። ብድሕሪኡ ንጽባሒቱ ናብቲ ካንግጁ ባስኬት ቦል ዝጻወተሉ ቦታ ከይዳ ኮፍ ኢላ መጽሓፍ እናንበበት ከላ ካንግጁ ድማ ኣስተብሂሉላ ቀሪቡ ብዛዕባ እታ መጽሓፍ ሓተታ። ሚንዮ ድማ ነታ መጽሓፍን ደራሲኣን ከም እትፈትዎ ነገረቶ። ብድሕሪኡ ካንግጁ ብሓባር ግዜ ከሕልፉ ሓተታ። ከም ውጽኢቱ ድማ ብሓገዝ ኡንሁ እቲ ንነዊሕ እዋን እትምነዮ ዝነበረት ሕጂ ክኸውን እዩ። ምሸት ድማ ገዛ ምስ በጽሐት ንቖጸራኣ ዝኸውን ክዳውንታ ክትመርጽ ጀመረት። እዚ ከምዚ ኢሉ እንከሎ ኢንሁ ደጊሙ ብምምጻእ ንካንግጁ ብዝያዳ ንኽትስሕቦ እንታይ ክትገብር ከም ዘለዋ መሃራ። ብድሕሪኡ ንጽባሒቱ ድሕሪ ምድላዋ ንኡንሁ ተፋንያ ናብ ቆጸራኣ ከደት። ኮይኑ ግን ወልሓደ ከምቲ ዝሓሰበቶ ከይኮነ ተረፈ። ልክዕ ናብ ናይ ካንግጁ መኪና ክትኣቱ ኣብ ዝቐረበትሉ እዋን መሳርሕታ ኣብ ቅድሚት ኮፍ መበሊ ኮፍ ኢላ ረኸበታ። በዚ ድማ ሓሪቓ ከላ ክልቲኦም እናዕለሉ ንዓኣ ተዓዛቢት ጌሮማ ከዱ። ኣብቲ ግዜቲ እቲ ቁጥዓኣ ካብ ቁጽጽር ወጻኢ ስለ ዝኾነ፣ ነታ መሳርሕታ ጸጉራ መንጪጫታ ክትከይድ ሓሰበት። ሽዑ ብሂወታን ብነብሳን ተስፋ ቆሪጻ ናብ ገዝኣ ተመሊሳ ኣብ ቅድሚ ኡንሁ በኸየት። ኡንሁ እውን ከህድኣ ብሉጽ መግቢ ኣዳልዩ ኣቕረበላ። ሽዑ እናበልዑ ከለዉ ኢኑ ከንፈራ ስዓማ። ብድሕሪኡ ካብ ዓራት ብሓባር ደቂሶም ልቢ ንልቢ እናዕለሉ ጽቡቕ ግዜ ኣሕለፉ። ንጽባሒቱ ብሓባር ናብቲ መናፈሻ ይኸዱ'ሞ፣ ኢንሁ ንሚኖ ከመይ ጌርካ ብሽክለታ ትዝውር መሃራ። ብድሕሪ ቀትሪ ድማ ስራሕ ምስ ከደት፣ ኣብ ህይወታ ዝመጽእ ዘሎ ለውጢ ብጣዕሚ ተገረመት። ካንግጁ ንመሳርሕታ ጠሊምዋን ወልፈኛ ሰብ ከም ዝኾነ'ውን ተፈልጠ። ንጽባሒቱ ኢንሁን ሚንዮንን እናተዘናግዑ እንከለው፣ ልክዕ ክሰዓዓሙ ኣብ ዝቐረብሉ እዋን ከብዲ ኢንሁ ድምጺ ገበረ'ሞ ነዛ ወርቃዊት ህሞት ኣባላሸወሎም። ሚንሆ ድማ ተንሲኣ ገለ ቺፕስ ክገዝእ ኢላ ከደት። እዚ ከምዚ ኢሉ እንከሎ ዋና ገዛ ሚንዮ ማዕጾ ዃሕኲሓ ዝኸፍታ ምስ ሰኣነት ኣብቲ ማዕጾ ክራይ ክፈሊ ዝብል ጽሑፍ ጸሓፈትላ። ኣብቲ ማዕጾ ዝነበረ ካርቶን ቀዲዳ ድማ ኣብ ጐሓፍ ደርበየቶ። ነቲ ካርቶን ምስ ቀደደቶ ኢንሁ ክጠፍእ ጀመረ። ሚንዮ ቺፕስ ገዚኣ ምስ ተመልሰት ንኢንሁ ካብቲ ዝነበሮ ቦታ ሰኣነቶ። ክትደልዮ ኢላ ናብ ገዝኣ ምስ ተመልሰት እቲ ካርቶን ተቐዲዱ ኣብ ጐሓፍ ተደርብዩ ረኸበቶ። በዚ ድማ ኢንሁ ተመሊሱ ከም ዘይመጽእ ስለ ዝተረድኣ ክትበኪ ጀመረት። ንጽባሒቱ ሚንዮ ተስፋ ከይቆረጸት ናብቲ መናፈሻ እንተኸደት እኳ ኢንሁ ግን ንኸይምለስ ከይዱ እዩ። ምሸት ናብ ገዝኣ ተመሊሳ ነቲ ብኢንሁ ዝተዳለወ ጥዑም መግቢ እናተመነየቶ ናብ ክሽነ ምስ ኣተወት፣ ኢኑ ዝጸሓፈላ ዝተፈላለዩ መዘከርታታት ረኣየት። ብጽባሒቱ ካንግጁ እንደገና ናብ ሚኖ መጺኡ ብሓባር ክወጹ ሓተታ። ኮይኑ ግን ሚንዮ ካንግጁ ከምቲ ዝመሰላ ዝነበረ መስኪን ሰብ ከም ዘይኮነ ኣብ ኣዋልድ ዝጻወት ተላጋጻይ ምዃኑ ስለ ዝተረድኣ እተፍቅሮ ሰብ ከም ዘሎ ነጊራ ኣይፋል በለቶ። ድሕሪ ክልተ ወርሒ ምስ ኣቦኣ ኣብ ጽርግያ ብቴለፎን እናዕለለት ከላ፣ እቲ ሓቀኛ ኢንሁ ብኣድነቕቱ ተረኺቡ ረኸበቶ። ኢንሁ እንተገልቢጡ ምስ ጠመታ ወላ ሓንቲ ከይበላ ገዲፍዋ ከደ። ሚንዮ ድማ እዋይ ኣነ ዓሻ! ከመይ ኢሉ ክፈልጠኒ? እናበለት ገጻ ኣዚራ ሕቖኣ ሂባቶ ምስ ከደት፣ ሓደ ሰብ ብድሕሪኣ መጺኡ ኣብ መንኮባ ተንከፋ። ብስንባደ ምስ ተገልበጠት፣ እቲ ሓቀኛ ኢንሁ ኣብ ዝኾነ ቦታ ዝፈልጠኪ መስለኒ ኢሉ ሓተታ። ብኻል ወገን ድማ ኣዕሩኽ ኢንሁ ዓርኮም ዝገብሮ ዘሎ ካብ ርሑቕ ተዓዚቦም ብዛዕባ ኢንሁ እታ ኣብ ሕልሙ ዝርኣያ ጓል እያ እናበሉ ተዛረቡ። ሽዑ ዛንታና እቲ ሓቀኛ ኢንሁ ካብ ድቃሱ እናተበራበረ እናርኣየና ከሎ ይዛዘም።